Hello, this is Microphone Media. Please like, subscribe, and share. Thank you.
ሰላም ጥዕና ሃበለይ ድሓን ደው ኢልኩም ድሓን ተሓዲርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓደሽ ዝኾንኩም ከዓ መን ቋዕ ዳህና መፃኹም እናበልና ናይ ኩል ሻዕ መድመፅቲ ናይዚ ቤተሰብ ንኣካል ኮይንኩም ክትቅፅሉ ሰብስክራይብ ዘይገበርኩም ሰብስክራይብ ግበሩ ላይክን ሼርን ጌርኩም ንክጅምርዎ እውን ብክብሪ ንዕድመኩም ሰማዕትና እምበኣርከስ ሕዚ ሎማዓንቲ ሒዝናልኩም መፂና ዘለና ሰለስተ ብጣዕሚ ኣገደስቲ ኣገደስቲ ዝኾኑ ሓበሬታታት ሒዝናልኩም መፂና ኣለና ብጣዕሚ ዘሰንብድ ኤርትራውያን ንብል ኣለና እንታይ ኢና ንብል ዘለና ኤርትራውያን ኣበይ ዘለዉ እዩ እንታይ እዩ በፂሕዎም ወይ እንታይ እዮም ረኺቦም ንሱ ናባኻትኩም ክነብል ኢና ብጣዕሚ ክስማዕ ኣለዎ ኤርትራውያን ኣብ ሙሉእ ዓለም ዘለኹም ክሰምዕዎ ኣለኩም እዚ ዜና እዚ ሰማዕቲ ኣብ ሙሉእ ዓለም ዘለዉ ንክሰምዕዎ ከዓ ምንታይ እዮም ትገብሩ ስደድዎ ንምንታይ ክሰምዖ እቲ ኣብ ሙሉእ ዓለም ዘሎ ኤርትራዊ ክሰምዖ ከም እንደሊ ዘለና ክትሰምዕዎ ኢኹም ግን ላይክ ግበርዎ ንምንታይ ወይ ከዓ መሼር ግበርሉ ምስኣቶም ተተሓሓዘ እዩ ኣብ ወፃኢ ዘሎ ዳያስፖራን ኣብ ኣዲስ ኣበባ ዘሎ ዳያስፖራን ዘራኽብ እዩ ኣብኡ ብጣዕሚ ዝገርም ዘስደምም እዩ እንሰምዖ ዘለና እና ንክስማዕ ላይክ ግበርዎ ይብለኩም ብዝርዝር ክንመፀልኩም ኢና እንታይ ኢና ንብል ዘለና ካሊእ ዘሐጉስ ንትግራዎት ንብል ኣለና እንታይ እዩ ተፈጢሩ ከም ትሪእዎ ዘለኹም ኣብ ስእሊ እውን ያው ንትግራዎት ዝምልከት እንታይ ሓድሽ ነገር ተፈጢሩ እዩ ዘሐጉስ ፅቡቕ እዩ ተለልኩም ንገሩና ከም ትብሉ ምንም ኣይንጠራጠርን ዘሐጉስ ስለ ዝኾነ እዩ እውን ዘሐጉስ ኢልናዮ ዝነና ብዝርዝር ክንመፀልኩም ኢና ካሊእ ኣብዪ ብዛዕባ ጽምዶ ተዛሪቡ ኣሎ ሰማዕተይ። ብዛዕባ ጽምዶን ብዛዕባ ውግእ ኣብ ኤርትራ እንተ ይኹን ወይ ኣብ ትግራይ ብዛዕባ ጽምዶ ኣተኣሳሲሩ ዝተዛረቦ ኣሎ ብጣዕሚ ህስማዕ ዘለዎ ህዝብና ክፈልጦ ዘለዎ ነገር እዩ እዙይ እውን ምሳና ጸኒሕኹም ንክትሰምዕዎ እናዓደምኩ በኣርከስ ከምቲ ኩሉ ሻዕ እንብለኩም ሓንትን ሓንትን እያ ላይክ ጌርኩም ጀምርዎ ህዝቢ ንክሰምዖ ንህዝቢ ልሳን ንምዃን ኢና ኣብዚ ዝነና እምበር ገንዘብ ኣዋጽኡልና ሓግዙና ከምዚ ግበሩና ገለመለ ኢልና ኣይንፈልጥን ክንገብር እውን ምንም ፕላን የብልናን ኢና ንህዝብና ልሳን ኮይና ታን ንኽእላ ንምግባር ኢና ኣብዚ ዝነና እሞ ናብኡ ንሕለፍ ናብቲ ዝርዝሩ ሓቢርና ንስማዓዮ ሻዕ መጨረሻ ስምዕዎ እምበኣር ከምቲ ዝበልናኩም ብቱነ እየ ዘሰንብድ ናይ ኤርትራውያን እየ ክጅምረልኩም ሰማዕቲ እንታይ እዩ ዝሰንብድ ዘሎ ካብ ኣዲስ ኣበባ ዝረኸብናዩ እዩ ሄዚ ሄዚ እዮም ነጊሮምና ደው ኢሎም እንታይ እዮም ዝብሉ ዘለዉ እንታይ ይግበር ኣለብ ኣዲስ ኣበባ ይመስለኩም ሀዚ ብፍላይ ኣብዚ ትሪእዎ ዘለኹም ኮንዶሚኒየም ከባብታት ስሙቱን ኣይቲ ኮንዶሚኒየም ክንጠቕሶ ይንደሊ ንምንታይ ኣብኡ ዞ ሓበሬታ ዝልእኹልና ሰባት እውን እንምእንቲ ኣብ ሓደጋ ንኸይወድቁ እቶም ኣብኡ ዝነው ኤርትራውያን እውን ኣብ ዝለዓለ ሽግር ንኸይበጽሑ ማለት እዩ። ኣብ ሙሉእ ኣዲስ ኣበባ ዝግበር ዘሎ እዩ ግን ካብታ እትርእይዎ ዘለኹም ኮንዶሚንየም ከባቢ እቲ መልእኽቲ በጺሑና። ኣብኡ ዝግበር ዘሎ እንታይ እዩ ኤርትራውያን ብብመዓልቱ ይእሰሩ፣ ይሕፈሱ፣ ይግፈፉ፣ ይዝረፉ እዮም ዘለዉ። ካብ ኩሉ እናተመረጸ ኤርትራዊ ዝኾነ ሰለስተ ግዘ ኣርባዕተ ግዘ ተኣሲሩ ዘይተፈትሐ የለን። እዚ ዝኾነሉ ዘሎ ምኽንያት ገንዘብ ከፊሎም ስለ ዝወፁ እዩ ገንዘብ ኣምፅኡ እናተብሃሉ ተቐጥቂጦም ተወቂዖም ተገዲዶም ነጥፍኦኩም ኢና ገለ መለ ትበሃል ተሎ ገንዘብ ስለ ዝኸፍሉ እዩ ንምንታይ እዮም ኤርትራውያን እናተመረፁ ገንዘብ ንክኸፍሉ ዝግበር ዘሎ ገንዘብ እስካበይ ከምፁ ይኽእሉ ንዝብል እዩ ኣብ ወፃኢ ኣብ ዳያስፖራ ዘለኹም እውን ክትሰምዕዎ ኣለኩም ኤርትራውያን ኮይንኩም ኣብ ዳያስፖራ ዘለኹም ማለት እዩ እወ ቤተሰብካ ዘመድካ ሓውካ ወዲ ሓውቦኻ ወይ ናይ ሰበይትኻ ሓው ዝኾነ ተኣሲሩ እዩ ከም ኣብ ዝለዓለ ሽግር እዩ ዝኒሄው ከምዚ ከጥፍእዎ እዮም ክቐትልዎ እዮም እንትበሃል እንተሎ ጨኒቑ እኳ ዘይግበር ነገር የለን ሕዚ ግን መፍትሒ ንኹሉ ሻዕ እንተዝኸውን ጽቡቕ ነይሩ ካብ መፍትሒነቱ ግን ብጣዕሚ ዓብዪ ሽግር እዩ ኮይኑ ዝኒሆ እንታይ እዩ እንተልኩምኒ ዶላር ስለ ዝለኣኽ እዩ ኤርትራውያን እንተሒዝና ብዶላር ካብ ወፃኢ ይለኣኸሎም ስለ ዘሎ ተትሒዞም ተተብሂሎም ከዓም ወዲያው ኣምፂኦም ዝኸፍሉ ንሳቶም እዮም እቲ ናይ ካሊእ ብሄር ብሄረሰብ ናይ ኣምሓራም ይኹን ናይ ትግራይም እንድሕር ዘይብሉ የብለይን እዩ ካብ ወፃኢ ዝለኣኸሉ ምንም ነገር የለን ኤርትራውያን ግን እንካብ ወፃኢ ገንዘብ ስለ ዝለኣኸሎም ናይቲ ምእሳሮም ናይ ምስቃዮም ፍልፍል መን እዩ ኮይኑ እኒሀ ተብ ዳያስፖራ ዝኒሀ ኤርትራዊ እዩ ኣይንሰድድን ኢልኩም ሱቅ እንተትብሉ ጨው ኮይኖም ኣይሓቁን ኣይኣስርዎም እንኮላይ ኣይንረክብን በቃ ንረኽቦ ነገር የለን ኢሎም ድሕሪ ሓስቑ ኢሎም ዓሰርተ መዓልቲ ዋላ ሓደ ወርሒ ይኹን ስኹን ትሕር ኢሎም በቃ ገንዘብ ዝበሃለ የብሎምን ኢሎም ብድሕሪኦ ይደልይዎምን እዮም እንድሕር ኣሲሮምዎም ሀዚ ንኣብነት ሓጎስ ንበሎ ይኣስሮም ፖሊስ ሓጎስ ንበሎ ንክቐለኩም እየ ይኣስሮም ኣምፅኡ ኢሉ ገሪፉም ይኹን ኣፈራሪሑም ይኹን ገንዘብ ይረክብ ብድሕሪኡ ኸ መኒ ገብረ መድህን ክዓመፅ እዩ ድሕሪ ሰሙን ክዓምስ ተፈትሑ ይኣስሮም ካብኡ ንገብረ መድህን እውን ከምኡ ገይሮ ኣፈራርሒ ጨኒቑ ከዓም ካብ ወፃኢ ይለኣኽ ይፍትሑ ካብኡ ከዓም ካሊእ ሰብ መፅኡ ዕቑባይ ከዓመ የፍትሖም ይኣስሮም ማለት እዩ ካብኡ ከምኡ እናበለ ናይቲ መፍትሒ እንተይኮነሲ ናይቲ ሕማቕ ናይቱ ጸገሞም ፍልፍል ይኹን ኮይንኩም ዝነኹም ንስኻትኩም ጽዒርኩም ግዒርኩም ዝሰራሕኸምዎ ገንዘብ ንቤተሰብኩም ስለ እትሓዝኑ እዩ እምበይ ተሪፉኩም ከም ዘይኮነ ኣብ ወፃእ ዝነና ንፈልጦ ኢና ተሪፉኩም ኣይኮነን ፅዒርካ ግዒርካ ስለ እተምፅኦ ወፃእ ንነብር ንፈልጦ ኢና እቲ ገንዘብ ክንደይ ዝኣክል ተጠንቂቕና ከም እንሕዞ ግን ኣብ ዓዲ ተሸጊሩ እዩ እኒሀ እንትበሃል እንተሎ ትሰድዎ ዘላቂ ዝኾነ መፍትሒ ብድሕሪኡ ዘይእሰርሉ ዘይሳቐይሉ ነገር እንተዝኸውን ባቃ እንታይ ደኣ ክግበር ኮይኑ ዝገበርኩ ገይረ ተፀሚመም ይኹን ዋላ ገዛ የትሒዘም ይኹን ገንዘብ ሰዲደ ከውፅኦ ኣለኒ ከውፅኣ ኣለኒ ኢልኩ እንተሰደድኩም እዚ ፅቡቕ እዩ ሕዚ ግን ንሱ ዘይኮነ ጥቕሚ ካብ ጥቕሚ ጉድኣቱ እዩ ዝምዝን ዘሎ ስለዚ ኣይትስደዱ ኢና እንብል እስቲ ዝመስለኩም ጸሓፉ ሰማዕተይ ካብኡ ዝነገሩና እየ ዝነግረኩም ዘለኹ ናተይ ኣይኮነን ዝቃል እዚ ኤርትራውያን እንካብ ኣዲስ ኣበባ ዝነገሩ ንህዚ ደው ኢሎም እየ ነገረኩም ዘለና ልሳን ክንከውን ኢና ውዚ ከፊልና ኣለና ንብለኩም ንዙ እዩ ናይ ኣምሓርኛ ፕሮግራም ኣለና ማይክሮፎን ሚድያ ቁፅሪ ክልተ ኢልኩም ኣምሓርኛ ንትኽእልኡ ከድኩም ክትሰምዑ ይደልየኩም እየ ብቃሎም እናደወሉ እውን ድምፂ እናቀየርና ነቅርቦ ኢና ብዙና የትግርኛ ከዓምት መደበኛ ንቕርቦ ኢና ስለዚ ንሳቶም ዝብሉና ዘለው ተመኡ ዝነውሲ በቃ መፍትሒ ሰ ይኸውንን ይጨንቀና ኣምፅ በልዎም ገለመለ ይበሃል ኣደዊልና ከዓመ ስደዱ ንብሎም ይሰዱ ካብቲን ካብቲን ኢሎም ህዚ ግን እንሪኦ ዘለና ንሕናሲ ጭራሽ ክንነብር ኣይከኣልናን ስለዚ እንተዘይስደድ እዩ ዝሐይሽ ዋላ ጨኒቕዎ ስደደለያ እንተበለ ኣይሱኽ በሉ እንታይ ደኣ ክገበር ኮይኑ ምንም ኣይኾኑን እኮ ኣይቐትልዎምን እመኑኒ እንድሕር ትሰዱሎም ኮይንኩም ገንዘብ ግን ለይትን ቀትርን ኩልሻዕ እናኸሳቂዎም እዩ እዚኣ ንውሐቢለ ዝዛረባ ዘለኹ ዓባይ ሽግር እያ በቃ ተሸግርና ኢና ኣለና ክንድብር ይከኣልናን ብማእይተ ሸሓት ዝነብር ህዝቢ እናሃለወ ኣብቲ ከባቢና ኣብዚ ኮንዶሚንየም እዙይ ኤርትራውያን እናተመረፅና እናተለቐምና እንእሰር ዘለና ተጋሩ ካብ ተጋሩ ዝበዝሕ ካብ ኣምሓራ ዝበዝሕ እንግዲህ ብብዝሓቶም ተጋሩ እውን ገለ እውን ይእሰሩ እዮም ትግረዎት ግን ህዚ ገንዘብ ገንዘብ እንድሕር ወዲኦም ወዲእና ኢና እዮም ዝብሉ ካብ ወፃእ ዝኸደሎም የለ ካብ ትግራይ ዝለኣኸሎም የለ ናይ ኤርትራውያን ግን ፍልይ ዝበለ ገንዘብ ካብ ወፃኢ ስለ ዝመፁ እዩ ስለዚ ኣይትስደዱ በልዎም በይዛኻትኩም ሽግር ኮይኑና ንሕና እቶም ገንዘብ ዝመፀሎም ጥራሕ እንተይኮነሲ ገንዘብ ክሰደደልና ዘይኽእል ኤርትራውያን እውን ብስመ ኤርትራውያን ንእሰር ኣለና ንምንታይ ገንዘብ ኣምፅኡ ንስኻትኩም ዝማድ የብልኩም እንዲኹም ዓዲ ዓረብ የብልኩም እንዲኹም ኣሜሪካ የብልኩም እንዲኹም ኣውሮጳ የብልኩም እንዲኹም እናበሉ የሳቆዩና ኣለዉ ስለዚ ገንዘበይ ትስደዱ በልዎም በይዛኻትኩም ይብሉና ኣለዉ እዚኣ ኣሕሊፍና ኣለና ላይክ ሼር ጌርኩም ካልኦት ንክሪኦ ዝሰምዕዎ ግበሩ እዚ ልሳን ኮይና ኣለና ማለት እዩ ካሊእ ዓብዪ ኣሕመድ ብዛዕባ ፅምዶን ብዛዕባ ናይ ትግራይ ወራርን ናይ ኤርትራ ወራርን ተዛሪበ ኣሎ ሰማዕተይ ዓብዪ ኣሕመድ እንታይ እዩ ኢሉ ዘሎ እዚ ዝተረጋገፀ ነገር ኢና እናገርኩም ዘለና ፅምዶ እየ መጀመርያ ዘፍርሱ ቅድሚ ውግእ ምግባሩ ፅምዶ ከፍርሱ እዩ ላዕልን ታሕትን ዝብል ዘሎ ፅምዶ ኣፍሪሰ እየ ወግእ ዝኸፍት ፅምዶ እናሃለወት ኣምሓራ ኤርትራ ትግራይ ኮይኖም ክወግኡን ይዳለው እዮም ዘለው ህዘብ ቆቦ ጉድጓድ እዮም ድፋዓት ይሰርሑ ኣለዎ ሰማዕተይ ንምንታይ ፋኖን ቲዲኤፍን ብሓደ መፅኦም ክወግኡን እዮም ዝዳለው ዘለው ንሱ ንሳቶም ክዋግኡ እዮም እንተይኮነ ህዚ እንብሎ ዘለና ፀላእትና ኮይኖም ናይ ብልፅግና ፀላእቲ ኮይኖም ንኣና ክወግኡና ነቲ ሰራዊት ናይ ብልጽግና ንክወግኡ እዮም ዝዳለው ዘለው እዩ ዝብሉ ዘለው ስለዚ ሓንትን ሓንትን ክንገብር ኢና ዝብሉ ዘሎ ብፍላይ ብፍላይ ናይ ትግራይን ናይ ኤርትራን ጽምዶ ብገንዘብ ዘይውዳእ ነገር የለን ገንዘብ ቢና እንተፍሲስና እዩ ዝቐለና ገንዘብ ሀቲሞም እዮም ዘምፅዎ ምንም ነገር ዝገብርሉ ነገር እታ ናይ መሀተሚት ገንዘብ ቅርሺ እዮም ዝኸፍሉላ እምበር ካልእ ዝገብርዎ ነገር የለን ሰራዊት ከይዲ ከም ዘይሸንፈሎም ፈሊጦም እዮም ብፍላይ ብፍላይ ክዓመ ብኤርትራ ኣንፈት ብትግራይ ኣንፈት እንድሕር ብሓደ ኮይኖም በምንም ተኣምር ኣይንኽእሎምን ኣይንኽእሎምን እነዚህ ሰዎች አንድ ላይ ቢሆኑ ኑሮ ምን ይውጠን ነበር እንትብሉ ትዘ ይብለኩም እንዩ ብሓደ ስለ ዘይኮኑ እዮም እግዚኣብሄር ናሃቶም ስራሕ ስለ ዝፈልጥ ናሃቶም ጥንካሬ ስለ ዝፈልጥ ኣጻሊእዎም ኤርትራ ምሳና ኮይና እምበር ኤርትራን ትግራይን ብሓደ ተዝኾኑስ እንታይ እዩ ኩሕጠና ነይሩ ኢሎም ዝተዛረቡ እውን ነይሮም ኮ ተስታውስዎ ኢኹም ደጊምና ደጋጊምና ነስምዐኩም ነርና ኢና ኣብቲ ተዛረብሉ ወቅቲ ማለት እዩ ሄዚ እውን ዓብዪ ኣሕመድ እቲ ነገር ሰፊሕ ዝኾነ ዜና እዩ ባዕሉ ዝኸኣለ እናተንተንካ እናኣከብካ እናበተንካ ንሓደ ሰዓት እውን ከውርዩሉ ይኽእሉ እዮም ነይሮም ብዙ ስለዝኾነ እዩ ከምዚ ስለዝኾነ ኣነ ግን ትጥረ ዜና እየ ዝነግረኩም ዘለኹ ዓብይ ኣሕመድ ሀዚ ዝብል ዘሎ ንፅምዶ እንተየፍረስና ብዝገበርና ጌርና ዘፍሰስና ገንዘብ ኣፍሲስና ደም እንተይኮነ ገንዘብ በቲንና ብገንዘብ ዓዲግና ፅምዶ ክነፍርሶ ኣለና ኣብ ማእኸሎም ኣቲና ፅምዶ መሲሎም ዘፍርሱ ክነእቶ ኣለና ክፃልኡ ክንገብሮም ኣለና ንኤርትራ ዘኾረያ ተጋሩ ክዛረቡ ንተጋሩ ዘኾረዮም ኤርትራውያን ክዛረቡ ካብኡ ክዓመ ንክጻልኡ ክንገብር ኣለና፣ ክንበታትኖም ኣለና፣ እንድሕር ክነሸንፎም ኮይንና። ተዘይኮይኑ ግን ቅድሚ ጽምዶ ምፍራስና ኣብ ትግራይም ይኹን ኣብ ኤርትራ ዝኽፈት ውግእ የለን እዩ ዝብል ዘሎ። ስለዚ ዓጺና ከምኡ እናገበረ እናፈራርሐ ከምቲ ሀዚ ዝገብራ ዘሎ እናገበረ ዓብዪ ኣሕመድ ታክገብር እዩ ዝደሊ ዘሎ ክጸንሕ እዩ ዝደሊ ዘሎ ንዓብዪ ኣሕመድ ትርፊ እዩ እምበር ክሳራ ኣይኮነን እዚዩ ንዓና እዩ ንህዝብና እዩ ኣርብዓን ሸሞንተን ፐርሰንት ወይ ከዓ ሓምሳ ፐርሰንት ፍርቂ ትግራይ ተትሒዙ ፍርቂ ህዝቢ ትግራይ ኣብ ትግራይ ዝነብር ማለት እዩ ተበቲኑ ኣብ ዳስ ኮይኑ ኣብ ጭቃን ኣብ ረግረግድን ብቁንጭን ብቁማልን በዛብእን እናተበልዐ እንተተቐመጠ ዓብዪ ኣሕመድ እንታይ ግዱ ናይ ምዕራብ ትግራይ ሃፍትን ንብረትን ይወሮ ኣሎ ሕዚ እውን ዝመፀለ ክረምቲ ዘሪኡ ዝመፀላ ዓመት እውን ክሓፈስ እዩ ዝደሊ ዘሎ ኣብኡ ዝኒሆ ወርቂ ኣብኡ ዝኒሆ ዕንጨተ ኣብኡ ዝኒሆ ኩሉ ነገር እናተኳዓተ ይጉሕጓሕ ኣሎ ስለዚ ናይ ትግራይ መራሕቲ ሓደ ነገር ክገብሩ ዘለዎም ዓብዪ ኣሕመድ ክሻዕ ዝትኩሰሎም ክፅበዩ የብሎም ኣይትኩስን ኣይትኩስን ከፃልእ ክፈላሊ ላዕልን ታሕትን እዩ ዝብል ዘሎ ገንዘብ ሃብኩኻ መሬት ሃብኩኻ ፅባሕ ንግሆን ዝምንጥለካ ፎቕ ሰራሕ ኮልካ ጉድ ኢና ሰሚዕና ዘለና ካብ ኣዲስ ኣበባ ዘሎ ሰማዕቲ ትማሊ ኣብ ዝኾነ ሰብ እተኣኻኸበሉ ከይደ ነይረ ኣብኡ ኣዲስ ኣበባ ጸኒሖም ዝመፁ ትግረዎት እናነገሩ ተጋሩ እናነገሩኒ ነይሮም ብጣዕሚ ዝገርም ዘስደምም ዘስደምም ታሪኻት እዮም ነገሮም ዘለዉ ከስምዐኩም እዩ ካሊእ ግዘ ግን ሄዚ ሰማዕተይ እቱ ዝካየድ ዘሎ ንኣና ዘጥፍእ እዩ ዘተኣኻኽብ ኣይኮነን ስለዚ ዓብዪ ኣሕመድ ከምዚ ህዚ ዝኒሄዎ ኮይኑ ክቕፅል ኣይንፍቀደሉ ኣይትኩስን መፅኦ ይወርርን እታ ምሽጥራ ተዛሪቡ እዩ ዝኒሆ ብዓፋር እናሰልጠነ ብፀለምቲ እናሰልጠነ ስቑኢሉ መፈራርሒ እዮ እዚ ዘቕምጦም ዘሎ እምበር መፅኡ ንትግራይ ይኣቱ ንኤርትራ ይኸይድ ንዓሰብየ ንገለመልየ ዝበሃል ህዚ የለን ክተኳሰ የብሉ ግዛዕ የብሉ ገንዘብ ግን እንሄዎ ኣህቲሙ ዝብትኖ ቅርሺ ህዝቢ ትግራይ ከም ተሸገረ ይፈልጥ እዩ ኤርትራውያን ብዙሕ ተሸገሩ ከም ዘሎ ይፈልጥ እዩ ንኣቶም ብገንዘብ እናዓሸወ ብዙሕ ነገር ክገብር ከፃልእ እዩ ክፍትን ወሲኑ ዝኒሆ እዚ እናበልኩ ናብቲ ናይ መጨረሻ ናብ ሳልሳይ ክወስደኩም ሰማዕቲ ዘሐጉስ ናይ ትግራይ መቸም ዘሐጉስ ብዙሕ ኣይርከብን ግን ሀዚ ከም ትፈልጥዎ ወይ ከዓ ዘይትፈልጥዎ ነጋዶ ኢንቨስተራት ኩሉ እቲ ህዝቢ ናይ ትግራይ ልቓሕ ተለቂሕካ እንዲ ገዛ ዝስራሕ ኩሉ ነገር ዝግበር ተለቂሑ ካብ ባንኪ ተለቂሑ ዝነበረ ብስሩ ርስኻ ዘሕምም እዩ ሰማንያ ቢልየን ቢ እየ ዝብለኩም ኣለኹ ሰማንያ ቢልየን ቅርሺ ትግርዎት ተለቅሕዎ እኒሆ ሕዚ እንታይ እዩ ብኣብዪ ኣሕመድ ኣውጁ ነይሩ ብቱ ናይ ብሄራዊ ባንኪ ገይሩ ተጋሩ ዝተለቅሕዎ መትሓዝ እንግዲ ካብ ባንኪ ትልቃሕ እንተለካ መትሓዝ ተትሕዝ ኢኻ መንበርኻ ገዛ ተትሕዝ እቲ ፎቅ እንተሰሪሕካ እቲ ፎቅ ተትሕዝ ንግዲ ቤት እንተልዩ እኳ እቲ ንግዲ ቤትካ ኣትሒዝካ ኮላተራል ዝበሃል ኣትሒዝካ ኢኻ ትልቃሕ ወይ ከዓ ምናትካ ጥራሕ እንተይኮነ ናይ ጎረበትካ እውን ናይ ቤተሰብካ እውን ለሚንካ ይዛኻትኩም ሰሪሐ ክበኩም እየ ወዲያው ክምልሰልኩም እየ ኢሉ ዝተለቀሐ ህዝቢ እዩ እቲ ጦርነት ተኸፊቱ ግን ያው ንሓሙሽተ ሽዱሽተ ዓመት ምንም ነገር ዘይሰርሐ ብዙሕ ወለዳት እናወለደ እዩ ነይሩ ክትከፍሎ ኣለኩም ተባሂሉ ተወሲኑ ኣብ ካሊእ ዓለም ከምዚ መሰለ ውግእ ከምዚ ትግራይ ዝነበረ ውግእ ተኸፊትዎ ከምዚ ህዝቢ ተዓፅዩ ተቆሊፉ እንድሕር ኮይኑ እቲ ባንኪ ወለድ ክፈል ኣይብለካን እንኳን ትወለድ ይቕረና እንድሕር ትሰራሕኻዮ ተለቂሕኻ ካብ ባንኪ ትሰራሕኻዮ ድርጅት እንድሕር ዓንዩ ኮይኑ ኣብ ውግእ እሞ ዓንብቱ ናይ ባዕሉ ብናይ ዓዲ በቃ ይቕርታ እዩ ዝሓልፈካ በቃ ገዲፈካ እንኹ ኢሉ ዝወስድ ምክንያቱም እቲ ገንዘብ ንስኻ የጥቐምካሉ መንግስቲ ኣይተጠቐመሉ ነዲዱ እዩ ዝኒኦ ብቲ ውግእ ምክንያት ስለዚ እዚ ምሕረት እዩ ዝግበረልካ ነይሩ እዚኣቶም ግን ምሕረተይ ንገብረኩልኩምን ኢና ኢሎም ወለድ ኩሉ ክትከፍሉ ኢኹም ጥራሕ እንተይኮነሲ ካብ ሎም መዓንቲ ጀሚርኩም እቲ መትሓዚ ኣትሒዞምዎ ዘለዉ እቲ ኮላተራ ኣለ ትሒዞምዎ ዘለዉ ገዛኦምም ይኹን ድርጅቶም ይኹን ማኪናኦም ይኹን ናይ ጎረበቶም ይኹን ኣትሒዞምዎ ዘለዉ ሓራጅ ክተውፅዎ ኣለኩም ባንኪ ክኮርሶ ኣለዎ ዝብል ትእዛዝ ኣተሓላሊፎም ነይሮም ህዚ ግን ኣብዚ ወርሒ እዚ ናይ ብሽዱሽተ መጋቢት እንካብ ግዝያዊ ምምሕዳር ትግራይ ትእዛዝ ተሓላሊፎ ኣሎ ብጣዕሚ ዘሐጉስ እዩ ሰማዕተይ እቲ ትእዛዝ እንታይ ዝብል ባንኪ ናይ ተለቂሕካ ኢኻ ኢሉ ክሻዕ ንዝተወሰነ ግዜ መኣዝ ጠጠው ከም ዝብለ ይፍለጥን ክሕርጀ ይኽእልን ክወርሰ ይኽእልን ዝብል ተሪርን መሪርን ትእዛዝ ኣተሓላሊፈ ኣሎ ምክንያቱም ኣብ ዝለዓለ ቅልውላው ስለ ዝኣተወት ህዝብና ኣብ ዝለዓለ ሽግር ስላ ዝኣተወ ድርጅትካ ስኢንካስ ዘሎ ባንኪ ዝነበረ ገንዘብካ ስኢንካስ እቲ መንበሪኻ ይኹን መኪናኻ ትኹን ናይ ኣዝማድካ ገዛ ይኹን ኣትሒዝካ ዘለቃሕኻዮ እንድሕር ወሲዶም እንታይ ይኸውን ኩሉ ኣብ ዝለዓለ ዝለዓለ ፀገም ዘእቱ ስለ ዝኾነ እዚ ጠጠው ክብል ኣለዎ ማንም ሰብ ማንም ባንክ ማለት እዩ ናይ ማንም ትግራዋይ ተጋሩ ዝኾኑ ዘለቅሕዎ ኣብ ትግራይ ዘለዉ ማለት እዩ ክወርስ ኣይኽእልን ዝብል ጥብቂ ትእዛዝ ተሓላሊፈ ኣሎ እዚ ብጣዕሚ ዘሕጉስ እዩ ክቕፅል ዘለዎ እዩ ጭራሽ እውን ክኸፍሉ እውን የብለምን ዝፀላእ እዚ ዓጊቱ ቆሊፉ እንደገና ወለድ እውን እናገበረ ተጋሩ ካብ ስልጣንን ካብ ገንዘብን ካብ ሃፍትን ነፃ ክገብሮም እየ ድኻታት ክገብሮም እየ ሰማንያ ዓመት እንዳሓር ክመልሶም እየ ኢሉ ፈኪሩ ዝተለዓለ እኮ እዩ ከምኣ ተግባራዊ ንክገብር እዩ ዝኸይድ ዘሎ ካብ ስልጣን ኣውፅእዮ ባይርዎ እዩ ትግራዋይ ዝበሃል ኣብ ፌደራል የለን ካብ ሃፍቲ እውን ነቒሉ ክንደይ ፅዒርካ ጊዕርካ ጀነሬሽን ናይ ሓደ ግዘ እንተይኮነ ሰብ ብሕጎኻ ንሕጎኻ ዝጀመረኦም ካብኡ ድሓር ቀፂሎም ወለድኻ ካብኡ ከዓ ንስኻ ቀፂልካ እናስፋሕፋሕካዮ ዝዓበኻ ናብ ድኽነት ናብ መቐመቕ ከእቱ እዩ ተልዒሉ ዝኒሄ ዓብዪ ኣሕመድ እዞም ናይ ኦሮሞ ብልፅግና ማለት እዩ ስለዚ እዚ ንኸይኸውን ግን ግዜያዊ ምምሕዳር ትግራይ ጥብቂ ጥብቂ ዝኾነ ንባንክታት ናይ ትግራይ ዘለዋ ትእዛዘ ተሓላሊፈ ኣሎ ንንግዲ ቢሮም ንፖሊስ መስራ ቤትም ኮፒ ተገይሩ ዝተሓላለፈ ማለት እዩ እዚ ብጣዕሚ ብጣዕሚ ዘሐጉስ እዩ እንቋዕ ደስ በለኩም እየ ዝብል ኣነ እውነት ንምዝራብ እዚ ተገቢ ተገቢ ዝኾነ እዋናዊ ዝኾነ ክግበር ዘለዎ ስራሕ እዩ ተሰሪሑ ዘሎ እዚ እናበልኩ ሰማዕተይ እዚ እውን ንክስማዕ ከምቲ ኩሉ ሻዕ ንብለኩም ሀዚ እውን ደጊምና ትትወፁ ተለኹም ክሻዕ ሀዚ እንድሕር ዘይገበርኩምዎ ላይክ ጌርኩምዎ ውፁ ሼር ከዓ ግበርዎ ብፍላይ ኤርትራውያን ዝኾንኩም ምስ ኤርትራውያን ሼር ግበርዎ ንምንታይ ንኸይሰዱ ገንዘብ ኣይስደዱ ዝብል እዩ ስደዱልና ኣበይ ዛኻትኩም በሉልና ኣይኮነን ዝኒዮ ገንዘበይ ትስደዱ ዝገደደ ኢኹም ተሳቀይዎ ዘለኹም ኤርትራዊ ዝኾነ ኩሉ እዩ ዝበሃል ዘሎ እዚ እናበልኩ ንህዘው ዝይኣህለኒ ክሻዕ ዝቕፅል ግዜ ሰላም ደሓን ውዓሉ ደሓን ሕደሩ ቻው